ከመይ ውዒልኩም ከመይ ሓዲርኩም ቅዱስ እግዚኣብሔር ኣምላክና ከም ብዝሕ ሓጥያትና ከይተጻባጸበ ብምሕረቱ ጠሚቱ ኣብዚ ቅዱስ ዕለት ቅዱስ ነገር ንክንሰርሕ ወይ ድማ ቅዱስ ነገር ንከነማሓላልፍ ስለ ዝመደበና ቅዱስ እግዚኣብሔር ኣምላክና ብኣና ብድኹማት ባሮቱ ዝከበረን ዝተመስገነን ይኩን ንሱ ክምስገን እትምስገን ርህርህቲ ህልና ኣደ ሓጥኣን ዝኮነት ኣዴና ቅድስት ድንግል ማርያም ከነመስግናን ከነኽብራን ይግብኣና እዩሞ ዝኸበረትን ዝተመስገነትን ትኹን። ዓለም ንዓና ኣይትበቅዕንያ ኢሎም ገሊኦም ኣብ ምድረ በዳ፣ ገሊኦም ኣብ ጎቦታት፣ ገሊኦም ኣብ በዓቲ፣ ገሊኦም ድማ ኣብ ጎዳጉዲ ውኻሩ ዲኖ ቆርበት ተኸዲኖም ኮለል ኢሎም ዝሓለፉ ቅዱሳን ኣቦታትና ከነመስግኖምን ከነኽብሮምን ይግብኣና እዩሞ ቅዱሳን ኣቦታትና ዝኸበሩን ዝተመስገኑን ይኹኑ። እግዚኣብሔር ኣምላኽና ኣብ ነብየ እግዚኣብሔር ኣምላኽ፣ ሙሴ ሓዲሩ ኣብ ዘጸኣት ኣብ ምዕራፍ ዕስራን ሓሙሽተን ፍቕዲ ሸሞንተ ኣነ ኣብ ማእከልኩም ክነብር መቕደስ ግበሩለይ ብዝብል ዓቢ ዝኾነ መልእኽቲ ናብ ህዝቢ ዝተመሓላለፈሉ ወይ ድማ ዝተነግረሉ ህያው ቃል እዩ። ስለዚ እግዚኣብሔር ኣምላኽና ኣብ ማእኸልና ክነብር ንህዝቡ ክባርኽ ንዓና ንውሉዱ ድማ ንኽባርኸና ንሕና ኣሕዋትኩም ኣብ ደብረ ግእዛን መድኃኒኣለም ኦስተርሽን ናይ ኤርትራ ኦርቶዶክስ ቤተ ክርስቲያን ዞባ ያምትላንድ ሃገረ ሽወደን እንነብር ከምቲ ቅድሚ ሕጂ ኣብ ፖስት እንብሎ ዝቐነና ወይ ድማ ንሰዶ ዘለና ቤተ ክርስትያን ንምስራሕ ብዙሕ ጎስጓስን ብዙሕ ልመናን እንዳገበርና ኢና ንርከብ ዘለና ነዚ ማሕበራት ከይድና ኣብ ማሕበራት ከይድና ከምኡ ውን ኣብዚ ዞባ ውን ዓዲ ዓዲ ወይ ድማ ገዛ ገዛ እንዳኸድና ንኣስታት ክልተ ወርሒ ጎስጒስናን ለሚንናን ኢና ኣብዚ ክልተ ወርሒ ዝዘወርናዮ ዙረት ድማ ብዙሕ ዝኾነ ገንዘብ ረኺብና ስለዚ ኣብ ቤተ ክርስትያንና ድማ ፍጹም መጋረጃ ስለ ዘየለ ንቤተ ክርስትያንና ኢልኩም ዝሃብኩሞ ቤተ ክርስትያን ንምስራሕ ኢልኩም ካብ ዘይብልኩም ኣፍ ቆልዑ ዓጺኹም ከምኡ ድማ ኣፍ ስድራ ዓጺኹም ንቤተ ክርስትያን ንምስራሕ ቤት እግዚኣብሔር ኣምላኽ ንምስራሕ ኢልኩም ዝሃብኩም ኣሕዋትና እግዚኣብሔር ኣምላኽ ኣብቲ ዘይሓልፍ መንግስተ ሰማያት ዓስቢ ይሃብኩም ኣብዚ ብምቕጻል ድማ ነዘን ዝረኸብናየን ገንዘብ ንህዝብና ነቲ ዝሃበ ጸብጻብ ክንነግሮ ስለ ዘለና በብሓደ ንክንነግሮ ድማ ስለ ዘሸግረና ንኹሉ ኣብ ኩሉ ዓለም ዘሎ ዝሃበና ሓውና ወይ ድማ ፈታዊና ወይ ድማ ሓጋዚና ክንነግሮ ጸብጻብ ሒዝና መጺና ኣለና። እቲ ጎስጓስ ዝጀመርናዮ ካብ ዕለት ዕስራን ትሽዓተን ወርሒ ሽዱሽተ ክልተ ሽሕን ዓሰርተ ትሽዓተን እዩ። ንሱ ድማ ዝጀመርናዮ ብማሕበራት እዩ ነይሩ። እቲ ዝጀመርናዮ ናይ ማሕበራት ድማ። ኣቀዲምና ጀመርናዮ ብቅድስት ድንግል ማርያም ደብረ ሲና ቦልና ሲና ጀሚርና ኣብ ቦልናስ ድማ ዝረከብናዮ ብስዊሽ ክልተ ሽሕን ሰለስተ ሚእትን ዓሰርተን ክሮነር ብጥረ ገንዘብ ድማ ኣርባዕተ ሚእትን ሰማንያን ኣርባዕተ ሽሕን ሸሞንተ ሚእትን ሓምሳን ክልተን ክሮነር ረኪብና ጠቕላላ ድምር ድማ ሸውዓተ ሽሕን ሚእትን ሱሳን ክልተን ክሮነር ረኺብና እግዚኣብሔር ኣምላኽ ንማሕበሮም ኣብዚሑ ይባርኸሎ ነቶም ዝሃቡና ኣብታ ዘይትሓልፍ መንግስተ ሰማያት ብድጋሜ ይጽሓፈሎም ኣብ ቅድስቲ ኣርሴማ ሱንዱስፋል ውን ዝረኸብናዮ ብስዊሽ ሽሕን ሓሙሽተ ሚእትን ዕስራን ብጥረ ገንዘብ ድማ ሰለስተ ሽሕን ሸሞንተ ሚእትን ሱሳን ክሮነር ረኺብና ጠቕላላ ድማ ሓሙሽተ ሽሕን ሰለስተ ሚእትን ሰማንያን ክሮነር ረኺብና ኣብ ኪዳነ ምህረት ማሕበር ኪዳነ ምህረት ልምድቪካ ድማ ብስዊሽ ሰለስተ ሽሕን ኣርባዕተ ሚእትን ሰማንያን ክሮነር ብጥረ ገንዘብ ድማ ኣርባዕተ ሽሕን ትሽዓተ ሚእትን ዓሰርተ ሸሞንተን ክሮነር ረኺብና ጠቕላላ ድምር ድማ ሸሞንተ ሽሕን ሰለስተ ሚእትን ቴስዓን ሸሞንተን ክሮነር ረኺብና ከምኡውን ብኢሮ ኣለና ሰላሳ ኢሮ፣ ሓደ ሚእቲ ዶላር፣ ከምኡ ድማ ዕስራ ፍራንክ ረኺብና እግዚኣብሔር ኣምላኽ ነቶም ዝሃቡን ነታ ኣብታ ማሕበር ዝግልገሉ ናይ ኪዳነ ምህረት ድማ እግዚኣብሔር ኣምላኽ ኣብዚሑ ይባርኮም። ከምኡ ድማ ኣብ ቦርሌንገ ቅዱስ ሚካኤል፣ ንግደት ከይድና ኣብኡ ድማ ለሚንና ኔርና ማለት እዩ ኣብኡ ድማ ብዙሕ ህዝቢ እዩ ሂብና ካብኡ ድማ ብስዊሽ ዝሃቡና የሕዋትና ሓሙሽተ ሽሕ ክሮነር ብጥረ ገንዘብ ድማ ሰለስተ ሽሕን ሸሞንተ ሚእትን ቴስዓን ሸሞንተን ክሮነር ሂቦምና ጠቅላላ ድምር ድማ ሸሞንተ ሽሕን ሸሞንተ ሚእትን ቴስዓን ሸሞንተን ክሮነር ሂቦምና ከምኡ ውን ዓሰርተ ሓሙሽተ ኢሮ ማለት እዩ ጠቅላላ ቅድስት ስላሴ ኦቪክ ድማ ብስዊሽ ሓደ ሺሕን ክልተ ሚእትን ሰብዓን ክሮነር፣ ብጥረ ገንዘብ ድማ ሸውዓተ ሚእትን ሰላሳን ኣርባዕተን ክሮነር፣ ብጠቕላላ ድማ ክልተ ሺሕን ኣርባዕተን ክሮነር ሂቦምና። ጠቕላላ ናይዘን ሓሙሽተ ማሕበራት ዝሃቡና ብጥረ ገንዘብን ብስዊሽን ሰላሳን ሓደን ሺሕን ሸሞንተ ሚእትን ኣርባዓን ክልተን ክሮኖር፣ ሓደ ሚእቲ ዶላር፣ ኣርብዓን ሓሙሽተን ኢሮ ከምኡ ድማ ዕስራ ፍራንክ ሂቦምና። እግዚኣብሔር ኣምላኽ ነተን ዝሃባና ማሕበራት እግዚኣብሔር ኣምላኽ ብድጋሜ ኣብዚሑ በረኸቱ የብዝሓለን። ካብኡ ብምቕጻል ድማ ኣብዚ ንነብረሉ ዘለና ዞባ ያምትላንድ ኣብ ብዙሕ ኮምዩናት ከይድና ኮሊልና። ገዛ ገዛ ከይድና ድማ ብዙሓት ኣሕዋትና ሂቦምና ኣለዉ። እቲ ዝሃቡና ድማ በብኮምዩኑ ከም ፍቓድ እግዚኣብሔር ኣምላኽ ከነቕርቦ ኢና። ንሱ ድማ ብእስትሮምሶን ኮምን ኢና ጀሚርና ካብ እስትሮምሶን ኮምን ሰላሳን ሽዱሽተን ሽሕ ክሮነር ረኺብና ካብ ብረከ ኮምን ድማ ሸውዓተ ሽሕ ክሮነር ረኺብና ካብ ኦሮ ኮምን ድማ ዕስራን ሸውዓተን ሽሕን ሽዱሽተ ሚእትን ክሮነር ረኺብና ካብ ኦስተርስኑድ ኮምን ድማ ሱሳን ሸሞንተን ሽሕን ሰለስተ ሚእትን ክሮነር ረኺብና ካብ ክሩኮም ኮምን ድማ ሱሳን ኣርባዕተን ሽሕን ሓደ ሚእትን ክረውነር ረኺብና፣ ብስዊሽ ድማ ካብ ኩሎም ብጠቕላላ ዝኣተወና ሱሳን ሸውዓተን ሽሕን ሸሞንተ ሚእትን ክረውነር ረኺብና፣ ብስዊሽን ብጥረ ገንዘብን ካብዘን ሓሙሽተ ኮሚና ዝረኸብናዮ ድማ ክልተ ሚእትን ሱሳን ሽሕን ሸሞንተ ሚእትን ክረውነር ረኺብና። እግዚኣብሔር ኣምላኽ ንኮሙኖምን ንህዝቦምን ኣብዚሑ ይባርኽ እግዚኣብሔር ኣብታ ዘይትሓልፍ ዓንደ ወርቁ ይጽሓፈሎም ከምኡ ውን ዕለት ዕስራን ሸውዓተን መድሃኒኣለም ሓምለ ኣብ ቤተ ክርስትያንና ዓመታዊ በዓል ነይርና ኣብዛ ዓመታዊ በዓል ድማ ዝረኸብናዮ ብመብጽዓን ብወፈያን ማለት እዩ ሚእትን ሓምሳን ሽሕን ሰለስተ ሚእትን ሰብዓን ክሮነር ረኺብና ነቶም ኣብቲ ዕለት ንሱ ዝሃቡ ድማ እግዚኣብሔር ኣምላኽ ብድጋሜ ኣብዚሑ ጸጋ የብዝሓሎም ብጠቕላላ ድምር ካብዘን ኩለን ክገልጸን ዝጸናሕኩ ማለት እዩ ካብ ማሕበራትን ካብ ኮምዩናትን ከምኡውን ኣብ ዓመታዊ በዓል ዝረኸብናዮ ገንዘብ ብጠቕላላ ተደማዕተ ሚእትን ኣርባዓን ሰለስተን ሽሕን ሚእትን ዓሰርተ ክልተን ክሮነር፣ ሰለስተ ሚእትን ዓሰርተ ሓሙሽተን ዶላር፣ ሚእትን ሓምሳን ሓሙሽተን ኢሮ፣ ሓደ ሽሕን ሚእትን ድማ ናይ ኖርወይ ናይ ኖሽክ ገንዘብ ማለት እዩ፣ ከምኡ ድማ ዕስራ ፍራንክ ረኺብና፣ እግዚኣብሄር ኣምላኽ ነቶም ዝሃቡ ኣብዚሑ ይሃቦም። ካብዚ ብምቕጻል ድማ ኣብ ውሽጢ እዚ ክልተ ወርሒ፣ ብዝተፈላለየ ኣብ ቤተ ክርስቲያንና ዝኣተወ ንኣብነት ከም ናይ ኣባልነት ናይ መስርሒ ቤተ ክርስቲያን ናይ ቃል ኪዳን ናይ ጥምቀት ከምኡ ውን ናይ መባእ ብዝተፈላለየ ዝኣተወልና ድማ ኣብ ውሽጢ እዚ ክልተ ወርሒ ማለት እዩ ሚእትን ተስዓን ሓደን ሽሕን ተስዓን ሸሞንተን ክሮነር ኣቲና ማለት እዩ ጠቅላላ ድምር ኣብዚ ውሽጢ ክልተ ወርሒ ንመስርሒ ቤተ ክርስቲያንን ብዝተፈላለዩ ብዝተፈላለየ ገንዘብ ዝኣተወልና ድማ ጠቅላላ ኣታዊ ሽዱሽተ ሚእትን ሰላሳን ኣርባዕተን ሽሕን ሚእትን ዓሰርተን ክረውነር ጠቕላላ ገንዘብ ናብ ቤተ ክርስቲያን ኣታዊ ኮይንልና ኣሎ፣ ኣብዚ ክልተ ወርሒ ናይ መስርሕ ቤተ ክርስቲያን ማለት እዩ። ነዚ ዝሃቡና ድማ እግዚኣብሔር ኣምላኽ ኣብዚሑ ይሃቦም። ካብዚ ብምቕጻል ድማ እዞም ኣብዚ ዘለናን ዘይመጹ ኣሕዋትና ብስራሕ ምኽንያት እውን ኣለዉና፣ ዓሰርተ ሓደ ዝኣባላታ ናይ ምስራሕ ቤተ ክርስቲያን ቤተ ክርስቲያን፣ ዓበይቲ ዓድን ኮሚተ ሰበኻ ጉባኤን እያ ልኢኻትና። ነዚ መልእኽቲ እዚ ድማ ትግቡር ክውን ንምዃን ድማ ንሕና ኣበርቲዕና እንዳጸዓርና ኢና። ኣታዊታት ንቤተ ክርስቲያን እንተዘይኮይኑ ወጻኢታት ኖል ጌርና ኢና ንብገዘለና። ናብ ኩሉ ዓዲ ክንዘውር እንከሎና ብነዳዲናን ብመኪናናን ኢና ንዘውር። ነዚ ዝረኣዩ ደቂ ቤተ ክርስቲያን ውፉያት ድማ ናይ ነዳዲ ክንሕግዘኩም ይግበኣና እዩ፣ ናይ ጉልበትና እውን ክንሕግዘኩም ይግበኣና እዩ እንዳበሉ እውን ብዙሓት ኣሕዋትና ኣብ ምሕጋዝ እዮም ዝርከቡ ዘለዉ ማለት እዩ። ናይ ነዳዲ ሓገዝ ክኾነና ወይ ድማ ናይ መዝወሪ ናይ መገሻ ሓገዝ ክኾነና ድማ ብርክት ዝበለ ገንዘብ ሂቦምና ኣለዉ። ሓውና ፍስሃይ ፋይናንስና ክነግረኒ እዩ። ዓሰርተ ሽሕን ኣርባዕተ ሚእትን ሰብዓን ሓደን ስጋብ ሕጂ። ጠቕላላ ድማ ናይ ነዳዲ ኣታዊታት ኢሎም ድማ ወይ ድማ ናይ ነዳድን ናይ መገሻን ሓገዝ ክኾነና ኢሎም ዝሃቡና ድማ ዓሰርተ ሽሕን ኣርባዕተ ሚእትን ዕስራን ክሮነር ድማ ናይ ጉዕዞ ወይ ድማ ናይ መገሺ ካብዚ ናይ ቤተ ክርስቲያን ኣታዊ ዘይኮነ እውን ብላዕሊ ኣለና እሞ እግዚኣብሔር ኣምላኽ ነዚ ኩሉ ዝሃብኩሞ ህዝብና ኢኹም እሞ እግዚኣብሔር ኣምላኽ ነቶም ዝሃብኩም ኣብዚሑ ጸጉኡ የብዝሓልኩም ነቶም ክትህቡ ትደልዩ ነገር ግን ዝወሃብ ዘይብልኩም ናፍቆት ናይ ምሃብ ናፍቆት ናይ ምስራሕ ቤተክርስትያን ዘለኩም ኣሕዋትና ድማ እግዚኣብሔር ኣምላክ ሓሳብ ልብኩም ሪኡ ከም ዝሃብኩም ይቁፀረልኩም ነቶም ቤተክርስትያን ንምስራሕ ብዝተፈላለየ ናይ ምስ ሜድያ ትሕግዙና ዘለኩም ሸር ብምባል ኮሜንት ብምፅሓፍ ብዓብዩ ድማ እቲ ዝዓበየ ካብ ደቂ ሰባት ክትረክቦ ትክእል ፀሎት ንሕና ንኽንሰርሕን ንኽንጎይን ሓይሊ ዝኾነና ዘሎ ጸሎትኩም እዩ እሞ ብድጋሜ ድማ ኣብ ጸሎትኩም ክትሕጉዙና እግዚኣብሔር ኣምላኽ ብድጋሜ ንዓኹም ጸጋ ሂቡ ንዓና ድማ ሓይሊ ብርተዐ ሂቡ ኣብ ቤት እግዚኣብሔር ኣምላክ ከነገልግል እግዚኣብሔር ኣምላክ ቅዱስ ፍቃዱ ይግበረልና ብሓፈሻ ድማ ኣብ ቤተ ክርስትያንና ዘሎ ህሉው ገንዘብ ምስ ፋይናንስና ተራዳዲእና እቲ ዘለና ገንዘብ ድማ ናይ መስርሒ ቤተ ክርስቲያን ካብዚ ክልተ ዓመት ሰለስተ ዓመት ዝተዋጸ ህሉው ገንዘብ ናይ ቤተ ክርስቲያንና ሒዝና ኣብ ዝቅጽል ቪድዮ ክንመጻኩም ኢና ነዚኣ ጽን ኢልኩም ተኻታቲልኩም ብኹሉ ነገር ትሕጉዙና ዘለኹም ከምቲ ኣቀዲመ ዝበልክዎ ብሸር ይኹን ብኮሜንት ብጸሎት እግዚኣብሔር ኣምላኽ ኣብዚሑ ንዓኹም ድማ ጸጋ የብዝሓልኩም ብድጋሜ ጸጋ የብዝሓልኩም ናይዚ ክልተ ወርሒ ጸብጻብ ዝዘወርናዮ ኣብዚ ክልተ ወርሒ ማለት እዩ ጸብጻብና ነዚ ይመስል ኩም ስለ ዝሰማዕኩምኒ እትገብርዎ ጸሎት ውን እግዚኣብሔር ኣምላክ ጽምኢሉ ይስማዕኩም ስብሃት ለእግዚኣብሔር ወለወላዲት ድንግል ወለመስቀሉ ክብር ይትኣኮት ወይሰባህ ስሙ ለእግዚኣብሔር ኣምላክና ወትረ በኩሉ ግዜ ወበኩሉ ሰዓት።
ለጸሎት